እነሆ ሎሚ ብጸላኢ ኮፍ ኢሉ መክር ፈታው ነብሱ ዘይጽገብ ዘይሓፍር ብቱን ሓሳብ ኣየእቱ ኣየውፍር ሰላም ሰላም ኣሕዋት ከመይ ትውዕሉ ኩሉ ሰላም ኮነልኩም ተስፋ እናገበርኩ ኣብዚ ቻነል እዚ ሳብስክራይብ ክትገብሩ ከዓ እንዳዘኻኸርኩ ማለት እዩ ናብቲ ናይ ሕጂ መደብ ከብለኩም እስከ ቁሩብ ካብቲ ፖለቲካ ከዓ ውፅእ ኢልናሲ ንዛናጋዕ እስኪ መደብ ምዝንጋዕ እንገብራ ኢና ሎማዓንቲ ማለት እዩ
ስኻ ድኻ ሸቃ
ኣብዚ ዳገር እውን ኣነ ብጣዕሚ እንደ ዝፈትዎም ብጣዕሚ ዝፈትዎም ቤቲ ከዓ ሓንቲ ካብቶም ማራ ዝፈትዋ ካብቶም ጠባያት ናይ እንዳገር እውን ማለት እዩ ኩሉ ነገራ ሰሓቅ ይደቀትለኒ

ቤቲ ኣዕ ኢቲ ሽኮር ኢያ ካብቶም ውሕዳት ኣብዚ ናይ ትግርንያ ፊልምታት ካብ ዝተራያ ኮሜድያን ደቂ ኣንስትዮ። ኤብሮ ታይ ደኣ ሓውስ ቅንኢ ገለ ገለ ሓሪቅካ ድኻ ዋእ ናብ ዝሓረቁ ቶም ክሕዝኩም ዶ ክትከዱ ሓሲብኩ ነይረ ኖ ኖ እንቋዕ ኣተኣኻኸብና ነውዲ ኣመት ገለ ክንብል እባ ኖ ማ ኣነ እውን እንኳዕ ደስ በለኒ እንኳዕ ደስ በለካ ኢለ ምስ ነብሰይ እንኳዕ ኣፈላልኻኒ ኢለ ኣነ ከዓ ጭንቅ ዋእ እወ እሞ ብሽቕሽ እንተ ክንገዝኣካ ሃበና እ ብሽሕ ነረቂ እወ

እዚ ሸቃጢት ብቁልቲ ተኾነ ተጥዕመላ ራፐር ተኾነ ተጥዕመላ ኩሉ ተጥዕመላ ቤቲ ሽኮር ማለት እዩ ያ ላቭ ዩ መዓሰይ መዓሰይ መዓሰይ ቤቲ ዓይኒ ካልእ ኣብዚ ካለ ሓደ ኬፍ ደሎ ናይ ቲክቶክ ኮሜድያን እንግሊሽ ወላ እንግሊሽ ድሓኒ
ያ ሸላ ዓርከይ ከኣ ምስ ሓደ ምስ ሓደ ፍናን ዝበሃል ብእንግሊዝ ዝገበሮ ዕላል እዩ እዚ ናይ መጻኢ መንግስትና ማለት እዩ ናይ መጻኢ መንግስትና ሸላ ምዃኑ ክሳብ ሎሚ ዘይፈለጠ ሰብ ኣሎ ይብልን እየ እንግሊሽ እንግሊሽ እንግሊሽ ዳ ወላ እንግሊሽ ዳኒ እንግሊሽ እስከ እስኪ ስፒክ እንግሊሽ ስፒክ እንግሊሽ እስከ ኮም ፍሮም ስትሪት እንግሊሽ ወት ወት ኢዝ ዩር ኔም ማይ ኔም ኢዝ ፍናን ምስግና ፍናን ወር ካም ፍሮም ፍናን

ዓው ኢሉ እንዲ ዝሓስብ ዓው ኢሉ ከዓ ይድጋገ ኣብቲ ልዕሊ ጌግኡ ከዓ ኮንፊደንስ ኣለዎ ብኮንፊደንስ ይድጋገ ሸላ ሽዑ ብኮንፊደንስ ኢኻ ዝእርመካ ማለት እዩ ከም ዝረኣኹሞ ነዚ መዓይኒ ተበሎስ መዓይኒ ዞባ እንዲ ይብላ ኣሎ ዓው ኢሉ እዩ ዝጋገ ሸላ ዓርከይ

ብካልእ ቋንቋ ክፍትኑ ከለዉ ካዮም ዘስሕቁኻ እዚኦም ጀምዓሲ ትፈልጦም እንዲዮም ኣብ ቲክቶክ ብትግርንያ ከማን ኣይራደዱን እዮም ግደፎ ግደፎ ብእንግሊሽ ፈቲኖም ዓይኒ
ኣው ኣው ኦ ሜቢ ጋል ፍሬንድ ፍናን ያው ገል ፍሬንድ

ኖ ኣይ ዶንት ሃቭ ጋል ፍሬንድ ኣይ ኣም ሲንግል ኣይ ሃቭ ቢፎር ግን ኣይ ኣም ፊኒሽ ዊዝ ዲስ ጎሮሮ ትብል ኣይ ኣም ፊኒሽ ዊዝ ዲስ ወመን ኣይ ኒድ ሳም ያ ናይ ብሓቂ እዚ ክቡር መራሒና ሸላ ናይ መፃኢ መንግስቲ ክንገብሮ ንሓስብ ዘለና ሸላ ዓርክና እዚ እዩ ኣብ እንግሊሽ ከማን ከም ዝትርእይዎ ዘለኹም ጽቡቕ ፈተነታት እዩ ዘካይድ ዘሎ ብዙሕ ግዜ ከኣ ብዛዕባ ኤርትራ መግለጺ ሂብ እዩ ጽባሕ ንግሆ ከመይ ጌርና ክንነብር ከም ዘለና ማለት እዩ ያ ቴንክ ዩ ሸላ ዓርከይ ብዝኾነ እቲ ናይ ኤርትራ ኩነታት ከምዚ ዘለዎ ብመዓት ብፖለቲካን ብገለን ከምዚ ዕግርግር እንተዘይህሉ ነይሩሲ ልክዕ ከም በዓል ሸላ ከምኡ ክንኮን እዩ ዝግበአና ነይሩ ስቅ ኢልካ በቃ ናጻ ኮንካ ሙሉ መዓልቲ ሂወትካ እንዳገበርካ ኣብቲ ትርፊ ግዜካ ከኣ ከም በዓል ሸላ ዓርከይ ንሂወት ክትስሕቐላን ክንዘናገዐላን እዩ ዝግበእና ነይሩ ማለት እዩ ንሕና ግን ከምቲ ትርእይና ዘለኹም ብሰንኪ እቲ ብኤርትራ ዘሎ ኩነታት ተቋዋሚ ደጋፊ ገለ እንዳተባሃልና ገለ ኣብ ነንሕድሕድና መዓት ዕግርግር እዩ ዘሎ እምበር ንሂወት ሲ ልክዕ ከምቲ ካልኦት ህዝብታት ወይ ከዓ ከም በዓል ሸላ ኮይና ክንነብራ እዩ ዝግበእና ነይሩ ማለት እዩ ያ ካልእ ኣብዚ ከዓ ነይራ ሓንቲ ኬፍ ዘለዋ ምሉኻን እዮም ባዕለይ ክነግረካ ኣጊ
ጋለ ደሪጫ ሽኮር ከዓ ነለት ኣዚ ሽማግለ ዶ ክሰደልክ ወላ ኣይቅበሉኻን እዮም ባዕለይ ክነግረካ ኣጊደ ክነግረካ ኣይቅበሉኻን እዮም ኣይቅበሉኻን እዮም ስድራይ ከምኡ ይደልዩን እዮም በርኣያ ስላሴ ተፈጥሩ ክሰደ ይኮንኩን ከይም ገይሮሞም ደይቅበሉኒ እሞ ትፍዮር ዓይኒ ክስታይ እንድዩ ዓይነት ግልፅነት ባይዘወይሲ ኬፍ ኣለዎና ቀደምሲ ስድራኻ ስደድ ናብ ስድራይ ገለ ጥራይ እኒ ዝበሃል ነይሩ ግን ከምዚ ዓይነት ግሉፅነት ኣይቅበሉኻን እዮም ሲ ኬፍ ሓቂ እኮ ክንነጋገር ኣለና ሓቂ እኮ ክንፀሊ የብልና ስኢልካ ስደት ጥራይ ዘይኮነ ሲ ይቕበሉኻ ድዮም ኣይቅበሉኻን ቅድም ተን ደቂ ኣንስትዮ ነቲ ኩነታተን ኩነታት ስድረአን ገለ ፈሊጠን ባዕለን ኣረጋጊፀን ይቕበሉና ድዮም ኣይቅበሉናን ሓሲበን እንተድነግራና ከማንሲ ፅቡቕ ነይሩ እቲ ስራሕ ሲ መቐለለ ነይሩ ማለት እያ ኣታ ብጃኻ የብልካን ወል ሓንቲ ደሓን ተማላሊእካ እኮ እቲ ናይ ፍቕሪ ነገራት ፍዮሪ ዓይነይ ብኻልእ ሞይ ትረድእዮ ፅን ኢልኩሞ ስምዕንኻ ዘይሰርሖ ከዓ እኮ የብለይን ፍዮሪ ዓይነ እውይ እንታይ ዲኻ ትሰርሕ ኣታ ዓይነይ ስራሕ ናተይ
ሽቓቕ ክፍንቅል ከም ድሙ ዚንጎ ማለሲ ዚንጎ ዚንጎ ከይደ ከዓ ደይብ ድሽ ይተክል ፍዮሪ ሓፍተይ ኣብ ትርፊ ግዛይ ከዓ ዓረብያ ይደፍእ ይጠብሕ ከዓ ይጠብሕ
ኣበይኻ ትጠብሕ ማለሲ ገዛ ገዛ ከይደ ይጠብሐ ኣብ ትርፊ ግዜ ከዓ ማለሲ ኣብ ሓድሽ ዓመት ክኸውን ከሎ ኣውደ ዓመት ክኸውን ከሎ ዒድ ክኸውን ከሎ ከዓ ዳማቸላያ ኮንትራት ሕዙኒ ኣብኡ ከዓ ኩለ ይጠብሕ በጊዕ ይጠብሕ ጤል ይጠብሕ ብዕራ ይጠብሕ ይርሓፍ ንዓኻስ ብኮንትራት ተጣብሑኻ ኣቤት ኣብዚ ኣየ ኣብዚ ኣየ ሓወይ ማዕረይ ከምኡ ምስ በል እውይ ክስታይ እባ ግበር ኣቤት ደሓን ካልእ መዓልቲ ካልእ መዓልቲ ከም ገለ እንደ ክኸውን ደለኹ ክስታይ ካልእ መዓልቲ ተዳሊኻ በቃ ገለ ኮይንካ ምፃእ ካብ ዝለዓለ መውዕባ ትፍየሩ ሓፍቲ
ኣቲ ፍየሪ ሽኮር ካብዚ ንላዕሊ ዳታ ኮይኑ ክመፀኪ ኣብ ኤርትራ ተን ዝሓሻ ስራሕ እንዲ ነጊርኪ ብዝኾነ ሲ ማለት ምናልባት ኣብ ካልእ ዓለም ስራሕ ምናልባት ዝተሓተ ክኸውን ይኽእል ኣይደኖ ካብ ሃገር ናብ ሃገር ክፈላለ ይኽእል ኣብ ኤርትራ ዳኣ እተን ዝሓሻ እተን ዝሓሻ ፅቡቕ ደሞዝ ወይ ከዓ ፅቡቕ ክፍሊት ዘለዎን እዚኤን እንዴ እንተን ስራሕ እሞ መምህር ኮይኑ ተድመፀኪ ዳኣ ምሓሸ ሓኪም ኮይኑ ተድመጸኪ ደኣ ምሓሸ። ዶክተር ኣብ ኤርትራ ከምዘን ድጠቅሰን ደሎሲ ክንድኡ ደሞዝ ዶ ይብሉ ኣብ ኤርትራ? በቲ ቀደም ዝነግሩና ነበሩስ ሚኒስተራት ከማን ኣርባዕተ ሽሕ እዮም ደሞዞም ክብሉና ከለዉ ከማንሲ ክንድዘን ጠባሓይን ክንድዞም ሽቓቕ ዘዕርይን ከማን ክንድኦም ደሞዝ ዘይብሎም ካብዚኤን ድበልጻ ደኣ እንታይ ኮይኑ ክመጸኪ ኣይተረድእክ ኣይተረድእክን ፌሮ ዓይነይ ካልእ ኣብዚ ከኣ ነይሩ
ጸዓዱ ይኹኑ ወላ ጸለምቲ ይኹኑ ተርዳኸን እንዳሞቱ ከለዉ ያ ኣብዚ ከኣ ኣላ ሓንቲ ዓባይ ትምህርቲ ቀደም ምስ ሞቱ እንታይ ገብሩ ነሮም ርኢኻዮም ጸዓዱ ይኹኑ ወላ ጸለምቲ ይኹኑ ተርዳኸን እንዳሞቱ ከለዉ ወርቆም ገለኦም ምስኦም ክቐብርዎ ነሮም ገንዘቦም ገንዘብ ሒዞም እዮም ዝቕበሩ ነሮም ኣብቲ ካልእ ዓለም ክኾኖም ክጥቀምሉ መይትካ ምሽ ትድፋ ይበሃል ምስ መትካ ሲ ቴሌፎን ምሓዝ እኮ ጽቡቅ እዩ ቴሌፎን ሒዝካ ምስ መት ያ ኣብዚ ወላ ናይ ዶክመንታሪ ትሪኦም ያ። ምዉታት እ፣ ኣ፣ ወርቁ ምስኦም ጸንሕ ዋይ ምስኦም ቅበር ሕጂ ፍርቁ ገዲፎሞ ኮኑ ተረዳሓኒ ቁሩብ ግን ወይ ሒዞም ወይ ከዓ ኮፒ ኮፒ ኮፒ ሒዞሞ ኮኑ ምስቲ ሃፋ ይትሱ ሒዞሞ ከይዶም ሃፋኦም ምስቲ ሃፋ ፉ ነ
ሪኢኹም ናፃ ኮንካ ምሕሳብ እዚ እዩ ብልጭው ከምዚ ትሪእዎ ዘለኹም ስለምንታይ ምስ ሞትናስ ተሌፎን ሒዝና ዘይንኸይድ ወይ ስለምንታይ ዶኩመንትና ሒዝናያሲ ዘይንኸይድ እዩ ድብል ዘሎ ቅድሚ ሕጂ እውን ተሌፎን ሒዝና ክንከይድ ኣለና ላዕሊ ምስ ደየብና ከዓ ኣብ ሰማይ ምስ ደየብና ከዓ ከመይ ኣሎ ብዛዕባ ኩነታት ናይ መንግስተ ሰማይን ገሃነብ እሳትን ሲ ነቶም ኣብ ታሕቲ ዘለዉ ደቂ ሰባት ደው ኢልና ሓበሬታስ ክንህቦም ኣለና ድብል ሓሳብ ኣቕሪቡ ነይሩ ማለት እዩ። ያ ክሳብ ሎሚ ከምዚ ዓይነት ሓሳብ ዝሓሰበ ሰብ ሪእኹም ትፈልጡ? የለን። ሸላ ዓርከይ ግን ሪእኹም ሰብ ዘይሓሰቦ እዩ ዝሓስብ ዘሎ። ምኽንያቱሲ ብዙሕ ግዜ ብዛዕባ መንግስተ ሰማይ ብዛዕባ ገሃነብ እሳትንሲ ዝፍለጥ ነገር የለን ድዩ? ንኣምን ጥራይ ኢና። ከይዱ ኣብ ላዕሊ ርእዩ እንታይ ኣሎ ገለ ኣረጋጊጹ ሓበሬታ ዝሰደልና ሰብ ግን መድለየና ነይሩ። ናይ ብሓቂ ነው።
ንምንታይ ዛ ንሕና ሞይቶም ከለዉ ሓጢኣተኛ ዶ ኾኑ?
እንታይ ሓጢእትና እንዳ ከም ኢሎም ሓጢእትና ዶ
ሞናዱስ ገሊኦም ምዉታት ከለዉ ይፍሕርዎ እሞ እቲ ወርቂ ምሶም ዝፀንሕ ሒዞሞ ስለዚ ናን ሒዞሞ ከይዶም ኾን እዮም ኮፒ ሒዞሞ ከይዱ ኾን ከም ንፋስ ኻኮ ትኸይድ ዶምካ ንሶማይ
ነነ ጻድቕ እንተኾይኑ ሒዝዎ ይኸይድ፣ ሓጢኣተኛ እንተኾይኑ ሒዝዎ ይተርፍ ከምኡ ክኸውን ኣሎ። ያ ያ ግን መብዛሕትኦም ምስ ወርቂ ያ እዛ ናይ ሚሊ ሓሳብ ከኣ ጽብቕቲ እዛ ናይ ሚሊ ሎጂክ ከኣ ጽብቕቲ እቲ ሒዝካዮ ትኸይድ ወርቅኻ ድዩ ገለሲ እንድሕር ጻድቕ ኮንካ ሒዝካዮ ንላዕሊ ትኸይድ ማለት እዩ ጻድቕ ትኾንካ ሒዝካያ ክትከይድ ኢኻ ድሕሪ ሓጢኣተኛ ኮንካ ከኣ ምስ ተፈሓርካ ኣብኡ ክጸንሕ እዩ ማለት እዩ ስለምንታይ እዮም ሳይንቲስት ወይ ስለምንታይ ምዕራባውያን እዞም ኩሎም ሊቅ ኣብ ዓለም ነስታ ዘይሓሰብዎ ክሳብ ሎሚ ግን ኣነ ይገርመን እዩ። ምስ ገሊኦም ዝቕበሩ ነሮም ቀደም ኣነ ስለምንታይ ደ ቴሌፎን ሒዝካ ምቕባር ኢለ ቴሌፎን ሒዝካ ሲ እንተሜትካ ቴሌፎን ምስኣ ምቕባር ወይ ከዓ ሓደ ቀሺ እንተኮይኑ ቀሺ ሰብ ቀሺ ርኢኻ ታራዲኻ ጥዑይ ዝነበረ ቀሺ ምስ ትቐብራ ቴሌፎን ምስ መተ

ያ ሕጂ እቲ ዘካትዕ ዘሎ ጉዳይ እንታይ መሲልኩም ኣብታ እታ ሽም ተሰማሚዖም ኣሎ ኣብታ ዘለካ ንብረት ወይ ሃብቲ ወርቂ ተሌፎን ገለ ሒዝካ ክትቅበል ከም ዘለካ ተሰማሚዖም ኣለዉ ሓንቲ ሕቶ ዝፈጠረት እንታይ እያ ንላዕሊ ሒዝካዮ ትድይብ ዶ ኣይትድይብን እዩ ያ ኣብዚኣ እያ እታ ክትዕሪ ደላ ማለት እዩ ሸላ ካብ መወዳእታ ቀሺ እሞ ምናልባት እሙን ክኸውን ጻድቕ ክኸውንሲ ቀሺ ሒዝናያ ዘይማሲ ቀሽስ ሞባይሉ ሒዙ እንተዝቕበር እሞ ሒዝዋ ድሓር ንላዕሊ ምስ ደየበ ከዓ ሓበሬታ ምሃበና እዩ ድብል ዘሎ ሚላ ዓርከይ ከዓ ኣብ ኣቕሽሽ ትግዲ እምነት የብሉን ቀሺ ይትእመን ይብሎ ኣሎ ማለት እዩ ብዝኾነ እዚ ሙጉት እዚ ቀሊል ኣይኮነን ንወዲ ሰብ ከዓ ብጣዕሚ ተስፋ ዝህብ ሓድሽ ሓሳብ እዩ ኣብ ዝቕጽል ክትዖም ከኣ ነፍስታት ኣርጢቦም ሓደ መልሲ ሒዞምልና ክመጹ ብሃንቀውታ ንጽበ ማለት እዩ። ያ የቐንየልና ክቡራት ፍላስፋታት ናይ ኤርትራ እዚ ህዝቢ እዚ ካባኹም እዩ ተስፍኡ እሞ ኣብ ቀጻሊ ብዝሓሸ ካልእ ፍታሕ ናይዚ ሕቶ እዚ ሒዝኩምልና ክትመጹ ከኣ ተስፋ ንገብር ማለት እዩ። Thank you።